መቸም ኣብ ኣፍደገ ገዝኡ ብጥይት ናይ ፖላይስ ተሃሪሙ ከም ድመተ ሰሚዕና ኣለና። ኣነ ከኣ ነቲ ዘጋጠመ ሓደጋ ደይኮነስ ነቲ ንኸጋጥም ጠንቅታቱ ድኾኑ እየ ድዛረበሉ። ብዓል ኣወል ስዒድ ቁራጽ ፍርቂ ሰብ ኣብ ኤርትራ ኮንኩም ወዲ በሻሻ ዶ ኢትዮጵያ ዶ ኢልኩም ክትጻረፉ እንከለኹም ኢትዮጵያውያን ድማ ኣብ የሕዋትና እዮም ተሐነድፈድዎ። ስለዚ ንስኹም ከብድኹም ከተህጥሩ ከብዲ መን ተዕብሩ ኣለኹም? ኣይተረደኣኩምን ድዩ ዋላ ኮነ ኢልኩም ዲኩም ብግዜ ትምልሶ እዩ ካብኡ ድገደድኩም ኣብዚ ቲክቶክ ኮንኩም ምስ ፋኖ ኢና ዶ ፋኖ የሸንፋል ትብሉ ኤርትራውያን ንስኩም ከምኡ ክትብሉ እንከለኩም እቶም ካልኦት ዜጋታት ሰማንያን ኣርባዕተን ብሄር ብሄረሰባት ንኤርትራውያን ክቀትልዎም ዓቢ ተክእሎታት ከምዘሎ ክትፈልጡ ኣለኩም ኦሮሞ ኣለው ኣዲስ ኣበባ ዋላይታ ኣለው ብዙሓት ኣለው ፋኖ ክትብሉ እንከለኩም ኦሮሞ ኣብቶም ኤርትራውያን ይሕነ ዝፈዲ ዝተፈላለየ ብሄር ፖለቲካ ደይርደኣኩም እንተኾይኑ ኣፍኩም ሒዝኩም ስቕ በሉ። ካብኡ ደሓለፈ የሕዋትና ንኽጭወዩን ንኽሞቱን ጠንቅታት ትኾንዎም ደለኹም ኢትዮጵያ እንዳዘለፍኩም ኢትዮጵያውያን እንዳጸረፍኩም ኣብ ኢትዮጵያ ዜጋታት ከምደይብልና እንዳቆጸርኩም ትኸድዎ ደለኹም ኣካይዳ ናትኩም ጌዜ ክምልሶ እዩ ናይቶም ድሞቱ ደለዉ ግን ጌዜ ስለ ደይምልሶ ኣፍኩም ሒዝኩም ኣምሊጡ እዩ ኢሎም ንስድራ ክሕብሩ እዮም ወይ ንኻልእ ክሕብሩ እዮም። እቲ ዝምልከቶ ኣካል ክሕብሩ እዮም። ብድሕሪኡ ኣብ ካልእ ፖሊስ ጣብያ እዮም ክምድብዎ እምበር ዋላ ሓንቲ ከም ዘይገብርዎ ርግጸኛ እየ ደሓን ኣብ ሕጊ ተቅሪቦም ከኣ ንሪኦም ማለት እዩ። እምበር እዚኦም ስደተኛታት እዮም ገበነኛታት ኣይኮኑን ከምዚ ጌርካ ብተመልከተ ክትሃርሞም እንከለካ ማዕረ ክንደይ ኣብ ኣዲስ ኣበባ ሕጊ ኣልቦነት ነጊሱ ከም ዘሎ እዩ ዘርእየካ። ፖሊስ ኣዲስ ኣበባ ከኣ ንገዛእ ዜጋታቶም ዝኾኑ ተጋሩን ኣምሓሩን ከማን ዘይነሓፍዎም ንዓና ንኤርትራውያን ክንሕፉና ኢዮም ኢልካ ፈጺምካ ዘይሕሰብ ኢዩ። ከምኡ ስለ ዝኾነ ከኣ እቶም ኣብ ኣዲስ ኣበባ ዝነበርና ውን ዘይክፈል ከፊልና ክንደይ ከርተት ኢልና ወጺና ኣሎ ብዙሕ ሰብ ውን ይወጽእ ኣሎ ማለት ኢዩ። ኣዲስ ኣበባ ኣብዚ ሕጂ እዋን ኩላትና ንሪኣ ከም ዘለና ዳስ ሓውያ ናይ ኤርትራውያን ኢያ ኮይና ዘላ። ዋላ ክትወጽእ እንድሕር ደልዩ ይኸውን ብቐሊሉ ክትወጽእ ኣይትኽእልን ኢኻ። ብሕጋዊ መንገዲ ክትወጽእ እንድሕር ፈቲንካ ውን እቲ ናይ ርግጫ ትሕትቶ ገንዘብ ማእለያ ደይብሉ ገንዘብ እዩ። እቲ ዝገርም ከኣ ርግጫ ኣብ ዝኾነ ሃገር ሕጊ ውን እንተኾነ እዚ ናይ ኢትዮጵያ ግን ኣብ ልዕሊ ኤርትራውያን ዝግበር ዘሎ ግፍዒ ከምዚ ዓይነት ተራእዩ ውን ኣይፈልጥን እዩ። ምኽንያቱ ንሓደ ሰብ ከመይ ጌርካ ኢኻ ናይ ርግጫ ስጋብ ሸውዓተ ሽሕ ዶላር ትሓቶ። ዋላ ውን ናይ ስደተኛ ወረቐት እንከሎ ውን ከምኡ ዝተሓቱ ሰባት ንፈልጥ ኢና። ንሕና ንባዕልና ስለስተ ኣሓትና ብካልእ መገዲ ኢና መጺእና እዚ ሕጂ ጠቅላላ ፌር ኣይኮነን እቲ ሰብ ከኣ ብሕጋዊ መንገዲ ክወጽእ እንዳካኣለ እኳ ዋላ ውን እቲ ጸጥታ ኣብኡ ዘሎ እንድሕር ጸሊኦምና ኮይኖም እቲ ጸጥታ ኣሰኪፍዎ ክወጽእ እንድሕር ደሊካ ብምንታይ ኢዩ ክወጽእ መወዳእታ ብስግረዶብ ክትወጽእ እንድሕር ኮንካ ግን እታ ዝወሓደት ክፍሊት ምስ ኩሉ ሪስክታታ ክልተ ሽሕ ዶላር ኣይትበጽሕ እዚ ገንዘብ እዚ ከኣ ቀሊል ኣይኮነን እዚ ጉዳይ እዚ ከኣ ንከይፍታሕ እውን እቲ ኤርትራዊ ተጣባቂ ስለ ዘይረኸበ ካልእ ፖለቲካዊ ሕልኽላኻት ስለ ዝተወሰኾ ከምዚ ሓራምዝ ክበኣሱስ ሳዕሪ ይህሰ ኮን ኣሎ ስደተኛ ኣብ መንጎ ይቅርቀር ኣሎ ማለት እዩ ኣብ ዝሓለፈ ሰሙን ከም ዝሰማዕናዮ እውን ፖሊስ ኣዲስ ኣበባ ልዕሊ ክልተ ሚእትን ዕስራን ኣርባዕተን ምስ ሻዕብያ ይሰርሑ እዮም ዝበሎም ስለያ ከም ዝኣሰረ ጠቂሱ ነይሩ። ልክዕ'ዩ ኣብ ኣዲስ ኣበባ ብባዕሉ ብፍቓድ መንግስቲ ኢትዮጵያ ስለያ ናይ ኤርትራ ኣትዮም ነይሮም ይበሃል ደሓር ኣብዚ ሕጂ እዋን እዞም ስለያ እዚኦም ኣበይ ድዮም ዘለዉ ወጺኦም ድዮም ድሕር ክሕዝዎም ኮይኖም ከ በየናይ ምጽራይ እዮም ድሕር ማስ ስለያ ናይ ሻዕብያ ኩላትና ንፈልጦም ኢና። ከምዚ ጌሮም ክሕዝዎም ኣይክእሉን እዚ ንምግናን ወይ ንካልእ ኣይኮነን ኩሉ ሰብ ድፈልጦ ሓቂ እዩ ግን እሶም ስለያ ዝብልዎ ከም ገለ ሒዞምኻ ሞባይልካ ፈቲሾም ድሕር ባንዴራ ናይ ሃገርካ ረኺቦም በቃ እስኻ ስለያ ኢኻ ሻዕብያ ኢኻ እንድሕር ከም ገለ ዝኾነ ሞባይልካ ከፊቶም ዩቲብካ ገለ ከይተረፈ እዮም ድኸፍቱ ድሕር ረኺቦም ስለያ ኢኻ እስኻ። እዚ ግን ፍትሓዊ ኣይኮነን። ሓደ ሰብ ስለያ ናይ ሃገሩ ባንዴራ ስለ ዝገበረ ወይ ናይ ሃገሩ ዝተፈላለየ ነገራት ኣብ ሞባይሉ ስለ ዝገበረ ወይ ከምኡ ስለ ዘንጸባረቐ ስለያ እዩ ማለት ኣይኮነን። እዚ ከኣ ጠፊእዎም ኣይኮነን ኮነ ኢሎም ኒሕ ናይቲ ኤርትራዊ ንምስባር ነቲ ኤርትራዊ ንምጅጃው ኮነ ኢሎም ዝገብርዎ ዘለዉ እዩ። እዚ ከኣ ኣብ ኤርትራዊ ጥራይ ዘይኮነ ኣብ ተጋሩ ቅድሚ ሕጂ ገይሮሞ እዮም ኣብ ኣምሓሩ ከኣ ይገብርዎ ኣለዉ። ኣብዚ ሰለስቲኡ ህዝብታት ዝገብርዎ ዘለዉ ነገራት ካብ ሓቂ ዝተኸወለ ኣይኮነን ማለት እዩ። መንእሰይና ከኣ ካብ ግፋ ሃዲሙ ኣደዳ ግፋ ከኣ ክውን ኣሎ ተመሊሱ ዋላ ሓንቲ ኣብዛ ሕጂ እዋን ዝጣበቀሉ ሲኢኑ መሬት ከም ኣፍ ዑንቂ ጸይባቶ እያ ዘላ ኩላትና ንርእዮ ኣለና እቲ ዝገርም ከኣ በዚ ናይ ኣብ ልዕሊ ኤርትራውያን ዝግበር ዘሎ ነገራት ናይ ርግጫ ይኹን ናይ ምእሳር ይኹን ብዙሕ ገንዘብ ይሓቱ ምህላው ብዙሓት ኣባላት ፖሊስ በቃ ነዚ ናይ ኤርትራዊ ኣኣሲርካ ወይ ሐሒዝካ ገንዘብ ምኽፋል ከም ምንጪ ኣታዊ ይሪኦሞ ኣለዉ ኣባላት ፖሊስ ጥራይ ዘይኮኑ ኣብ መንጎ ከኣ ብዙሓት ደላሎ ተፈጢሮም ኣለዉ ብዙሓት ኢትዮጵያውያን ደላሎ ኤርትራውያን ከይተረፈ ኣብቲ ድለላ ኣለዉ ዝተኣስረ ሰብ ክነውጽእ ንኽእል ኢና ፕሮሰስ ሰሊጥዎ ክኸይድ ዝደለየ ሰብ ብዙሕ ርግጫ ሕተት እሞ ደሓን ክንድዚ ክፈሉ እሞ ንሕና ከምዚ ክንገብር ኢና እንዳ ተባህለ ብዙሕ ምትላላት ይረኣ ኣሎ እቲ ኤርትራዊ ከኣ ግዚኡ ከይኣክል ዘለዎ ጭንቀት ከይኣክል ፕሮሰስ ምድንጓይ ከይኣክል ገንዘቡ ከይተረፈ ይብላዕ ኣሎ ማለት እዩ። ስለዚ እዚ ኣብ ኢትዮጵያ ዘሎ ኩነታት ከምዚ ንሪኦ ዘለና እንዳገደደ እዩ ዝኸይድ ዘሎ። ነቲ ኣብኡ ዘሎ ሰብ ውፃእ ክትብሎ ኣይትኽእልን ኢኻ። ምኽንያቱ ንኽትወፅእ እውን ቀሊል ኣይኮነን። ንባዕሉ ኣብኡ ሰሪቶም ደቆም ዘዕብዩ ኣለው። ካልኣይ ስደት እውን ንባዕሉ ቀሊል ኣይኮነን። ኣብኡ ኮይኖም ፕሮሰሶም ዝገብሩ ኣለው። ንኽወፁ ዓቕሚ ዝስእኑ ኣለው። ውፁ ክንብል ኣይንኽእልን ኢና። ግን ክንገብሮም ዘለና ጥንቃቐታት ኣለዉና። እቲ ሓደ በቃ ንኣብነት ኣብ ዝኾነ ሃገራት ዘሎ ስደተኛ ዘዘውትሮ እዩ። ኣብ ዝተፈላለየ ገዛውቲ ተኣኪብና ንነብር ኢና። ኤርትራውያን ብብዝሒ ዝነብሩሉ ገዛውቲ ከም በዓል ላፍቶ፣ ገርጂ፣ ኣነ ባዕለይ ገርጂ እየ ነይረ፣ እዚ ሳፋሪ ብዙሕ ኣሎ። ስለዚ ኣብቲ ከባቢ ዘለዎ ፖሊስ ንኤርትራዊ ከም ምንጪ ኣታዊ ርእይዎ ኣሎ። ስለዚ በቃ ፋሕ ኢልና እንተነበርና ይሓይሽ በቃ ድሕሪ ሕጂስ ኣብ ሓደ ገዛውቲ ዘይምእካብ ብዝከኣለና ኣብ ኩሉ ኣብ መላእ ኣዲስ ኣበባ ፋሕ ምባል ከም ካልኣይ ዋላ ኣብ ንባዕልና ተኣኪብና ምኻድ ነዘውትር ኢና ተኣኪብና ነዕልል ኢና ተኣኪብና እንዳቡን ንጻወት ኢና እዚ ከማን በቃ እቲ ምትእኻብ ንግዚኡ ይጽናሕ ምኽንያቱ ሂወትና እንድሕር ዝሓተና ኮይኑ ግዜና እንድሕር ዝሓተና ኮይኑ ገንዘብና እንድሕር ዝሓተና ኮይኑ ቀሊል ኣይኮነን ካልእ ንዕኦም መሲልና ንኺድ። ዝተፈላለየ ቅድሚ ሕጂ ውን ገሊጸዮ ኔረ ካብ ጨጉሪ ምንዋሕ ገዲፍና ኩሉ ነገር ይከኣል ንዓና ክፍሉይ ዘለልየና ነገራት ገዲፍና ንዕኦም መሲልና ንኺድ ተወሳኺ ምጥራዝ እቲ ተኣሲሮምኻ ንኤርትራ ዝጥርዙኻ ይኹን ተኣሲርካ ዝጣብቀልካ ሲኢንካ ነዊሕ ግዜ ትዳጎኖ ይኹን ገንዘብ ከፊልካ ትወጾ ይኹን ኣፍሪሕካ ሃዲምካ ካብ ፖሊስ ክትወጽእ ክትሓስብ ትኽእል ኢኻ ግን ከምዚ ጌሮም ብተመልከተለይ እቲ ፖሶ እንድሕር ኣለዉ ኮይኑ ንሱኻ ንሶም ዕጡቓት እዮም ንስኻ ከኣ ጥራይ ኢድካ ኢኻ ስለዚ ሂወትካ ውን ክትስእን ስለ ትኽእል በቃ ካብ ምህዳም ንቆጠብ ካብ ምህዳም ምእሳር ይሓይሽ ምጥራዝ ይሓይሽ ካልእ ለይቲ ምንቅስቃስ ንሕና ብብዝሒ ለይቲ ምንቅስቃስ ነብዝሕ ኢና እዚ ከኣ ቀትሪ ደቂስና ስለ እንውዕል ስለዚ በቃ ኣዲስ ኣበባ ንሪኦ ኣለና ዋላ እቲ ህዝቢ ቀልጢፉ ይድኣቱ ኣነ ስጋብ ዝነበርኩሉ ከምኡ እዩ ነይሩ ከም ቀደም ኣይኮነን ንሕና ከኣ ናይ ባዕልና እዋን እቶ እቶ ንስራሕ ንፍጠር ማለት ቀልጢፍና ገዛና ንእቶ እታ ወሓደ ሰዓት ዓሰርተ ገዛና ንእቶ ምኽንያቱ እቲ ኩነታት ንሪኦ ኣለና እንድሕር ለይቲ ድቃስ ዝኣበየና እንድሕር ኮይኑ ከኣ ንግሆ ቀልጢፍና ንተስእ ዜና ኣብ ትምህርቲ ይኹን ኣብ ስራሕ ይኹን ኣብ ካልእ ሞያታት ምምሃር ንሕልፎ እምበሩ ምሸት ከም ሰብና ደቂስና ንሓድር ማለት እዩ። ካልእ ቋንቋ ትግርኛ ቋንቋ ትግርኛ ኣብ ኣዲስ ኣበባ ካብ ትፍንፈን ኣብ ኢትዮጵያ ካብ ትፍንፈን ነውሪ ገይራ እያ። ምስ ምምጻእ ኣብይ ኣሕመድን ግጭት ምስ ተጋሩን ቋንቋ ትግርኛ ምስ ተፈንፈነት ብድሕሪኡ ሕጂ ግዜ ኤርትራውያን ንሪኦ ኣለና በቃ። ትግርኛ ዓው ኢልካ እንዳዛረብካ እንድሕር ኬድካ፣ ኣብ መኪናኻ ትግርኛ እንድሕር ወሊዕኻ፣ ኣብ ባራት ትግርኛ እንድሕር ወሊዕኻ፣ ብፍሉይ መጺኦም እዮም ብዙሕ ሽግራት ድገብሩ ትፈልጡ ኢኹም። ትግርኛ እንድሕር ሰሚዖም ገንዘብ ክቕበሉኻ እዮም ዝደልዩ፣ ከሸብሩኻ እዮም ዝደልዩ፣ ብዙሕ ጌጋታት ክረኽቡልካ እዮም ዝደልዩ። ስለዚ ተጋሩ እውን ፈትዮም ኣይኮኑን ትግርኛ ገዲፎም ኣብ ኣዲስ ኣበባ ኣምሓርኛ ዝዛረቡ ዘለዉ። ሓደ ትግራዋይ ብካልእ እንተዘይፈሊጥካዮ ከም ሰቡ ኣምሓርኛ ይዛረብ ክትፈልዮ ኣይትክእልን ኢካ ንሕና ከኣ በቃ ኣብ ከም ሰብና ኣምሓርኛ እንዳተዛረብና ንከይድ እቶም ኣምሓርኛ ዘይንክእል እንድሕር ኮይና ከኣ ኣብ ፓብሊክ ዓው ኢልና ይንዛረብ ንሕና ኣብ ባህልና ተሌፎን ውን ዓው ኢልና እንዳዛረብና ኢና ንከይድ ነንሕድና ዓው ኢልና እንዳዛረብና ኢና ንከይድ እዚ ከኣ ኣደዳ ጠመተ ይገብረና ኣሎ ካልእ ብተወሳኪ እዚኣ ቅድሚ ሕጂ ውን ኣልዒለያ ነይረ ኣትሪራ ክትቅጠላ ዝደሊ እዞም ኣብ ማሕበራዊ ሚድያ ናይ ጽልኢ ወረታት ክንሰብኽ ደለና ምስቲ ስርዓት ይኹን ምስ ህዝቢ ክንጻረፍ ንውዕል ደለና ሰባት ሓደራኹም ንተሓየ ምኽንያቱ ኣዊና ዜጋታትና ኢና ኣቕሚጥና ዓንጽ ዓንጾ ንማዕጾ ኣብ ልዕሊ ዜጋታትና ከየውጽኡ ስቕ ኢልና ኣብ ማሕበራዊ ሚድያ ጽልኢ ኣይንዝራእ ትምክሕቲ ኣይንዝራእ። ፕሊስ እዚኣ ኣዝያ ኣገዳሲት ነጥቢ እያ ኩላትና ክንዛረበላ ደለና ኢና በቃ ኣው ዜጋታትና ስጋብ ዝሃለው በማኢት ኣሽሓት ዝቁጸሩ ዜጋታትና ክሳብ ዝሃለው ጽልኢ ምዝራእ ነቋርጽ ደጊመ ንመዋቲ መንግስተ ሰማይ የዋርሶ ንስድራቤት ከኣ ጽንዓት ሃብ። ሰላም ሰላም ኣብ ኩሉ ኩርናዓት ዓለም ኮይንኩም ኮይንክን ንመደባተይ ትከታተሉ ትከታተላ ከመይ ኣለኹም ከመይ ኣለኽን ሰላም ክትህልዉ ክትህልዋ እንዳተተምነኹ ማለት እዩ ሎም መዓልቲ ሒዘልኩም መፅእ መደብ ከዓ ብዛዕባ እዚ ኣብ ኤርትራውያን ስደተኛታት ዝፍፀም ዘሎ ግፍዕታት ኣብ ኣዲስ ኣበባ ኣብ ኢትዮጵያ ሓፈሽኡ ማለት እዩ ብዛዕባኡ ኣመልኪተ'የ ካብኡ ዝሓለፈ ካብ ግፍዕታት ዝሓለፈሲ ቅትለታት ማለት እዩ ሕጂ እውን ንእሽተይ መንእሰይ ወድና ተቐቲሉ ኣሎ ማለት እዩ ስለዚ ዓገብ ንምባል እየ እዛ ቪድዮ እዚኣ ዝሰርሓ ዘለኹ ብጣዕሚ ዘሕዝን እዩ ሽግራትና መዓስ እዩ ኸብቅዕ መዓስ እዩ ኽውዳእ መዓስ እዩ ኻብዚ ነገራት እዚ ዲሒንና ኸም ህዝቢ ኩርዕ ኢልና ትብዕ ኢልና ብዘይ ፍርሕን ብዘይ ሹቕረራን እሞ ካብ ስደትን ወረ ስደትን ዲሒንና ኣብታ ዓድና መረበትና እንነብረላ ብስኒትን ፍቕርን እንሓልፈላ ካብዚ ኩሉ ንብዓትን ሓዘንን ጓህን ዘሎ ሰሓቕን ዕልልታን ዝኾነልና መዓስ እዩ ኢሉ ሕቶ ይፈጥረልካ ጭንቀት ይገብረልካ ብጣዕሚ ዕረፍቲ ዝኸልእ ሂወት ኢና ንሐልፍ ዘለና እቲ ዕድመና ብኸምኡታት ውዳእ ኣሎ ብጣዕሚ ዘሐዝን እዩ ማለት እዩ። ስለዚ እዚ ቆልዓ መይቲ ዘሎ ሕጂ ብቅድሚኡ እውን ከምኡ ኣብ እስር ቤት ብጥይት ሃሪሞም ንሓደ ቀቲሎሞ ክልተ እውን ኣብቲ ቤት ማእሰርቲ ሰኣን ምክትታል ሰኣን ኣገዳሲ ዝኾነ ሓጋዚ ዝኾነ ሕክምናዊ ኣገልግሎት ምርካብ ዝዓረፉ ኤርትራውያን ኣለዉ። ሬስኦም ስጋብ ሎሚ ኣብ ሕክምና ናይ ኣዲስ ኣበባ ኣብ ፍሪጅ ከም ዘሎ ነጊሩና ነይሩ ሓውና ኣብርሃም ማለት እዩ። እዚ እውን ሕጂ ከዓ ኣብ ዘምሰየምስዩ ናብ ገዝኡ ክኣቱ ሰዓት ክልተ ኸባቢ ይብሉ ኣለዉ። ሰዓት ክልተ ኸባቢ ይኸውን ዶ ኣይከውንን ነቲ ዝወዓለ ይኹኖ። ሰዓት ክልተ ኽትኣቱ ኣገዳስነት የብሉን መቸም ግን ክኸዳ ንቕድም ነዚኣ ክኸዳ እዚ ብጥይት ተኲሶም ፖሊስ ከም ዝቐተልዎ ህይወቱ ከም ዝሓለፈ እዩ ዝስማዕ ዘሎ እቲ ካልኣይ እውን ከምዚ ተሃረመ ዝድሕን ይግበሮ ማለት እዩ ስለዚ እዚ ከምዚታት በብ ከይተፈልጡ እዚኣቶም ስለ ዝተነገረሎም እምበር ከይተነገረሎም ከ ክንደይ እዮም ከምኡ ኢሎም ዝጠፍኡ ዘለዉ ክንደይ እዮም በብ ዘለውዎ ወፂኦም ከይተመለሱ ዝጠፍኡ ዘለዉ ክንደይ ክበሃል መን ይሓተሎም መን ሓታት ኣለዎም ማለት እዩ ስለዚ እቲ ኤምባሲ ኣብኡ ዘሎ እንታይ እዩ ስርሑ በቃ ገንዘብ ናይቲ ኤርትራዊ ምምንጫት ካሊእ ዓው ኢሉ ከይዛረብ ነቲ ስርዓት ኣብ ኤርትራ ዘሎ ተቃውሞ ከይገብር ከምዚኢታት ኻሊእ ውሽጣ ውሽጢ ስርሑ ዝገብሮ ነገር ከኣ ይህልዎ ኸውን ብዛዕባ ኣብ ምጭንናቕ ዘሎ ዜጋታቱ ግን ኣየገድሶን ኣየገድሶን እዩ ሓሲቡ ኣይፈልጥ ሓቲቶ ኣይፈልጥ ብዝጠፍእዎ ይኺዱ ከይምለሱ ዝብል ትእዛዝ ስለ ዝተዋሃቦ ከምኡ እዩ ዝገብር ማለት እዩ እምበር ኤምባሲ ዘለዋ ሃገር ከምኡ ኮይና ዜጋታታ ብከምዚ ክባሳበሱ ወላ ሓንቲ እንታይ ስርሑ ኤምባሲ ደኣሞ ኤምባሲ እኮ ዜጋታቱ ንምውሓስ እተን ዝነብረለን ዘሎ ሃገራትን እቲ ሃገሩን ብሓደ ብዲፕሎማሲ ዜጋታት ናይ ክልቲኤን ብስኒት ንክነብሩ ናይ ሓበራዊ ስራሕ ትገብሮ ስራሕ እዩ ዝሰርሕ ኤምባሲ ካሊእ እንታይ ኣለዎ ድዩ እዚ ግን ኤምባሲ ናይ ኤርትራ ግን በቃ ካብ ዜጋታቱ ምንጭ ኣታዊ ምምንጫት እንደጋና ዝኾነ ነገር ነቲ ስርዓት ኣብ ዓድና ዘሎ ዝኾነ ነገር ተቃውሞታት ንኸይገብር ካሊእ ስርሑ እዩ በቃ ናቱ ቢዝነስ እዩ ዘካናውን እምበር ብዛዕባ ውሕስነት ዜጋታቱ ዝግደስ ኤምባሲ የለን ማለት እዩ። ስለ ኸምኡ ኸኣ ተናዒቕና፣ ተዋሪድና፣ ኩሉ ወዲ ካሊእ ዜጋ በቃ ኒዒቑና ማለት እዩ። ከም ሰብ እውን ኣይርእየናን ኣሎ። ኣይ ክሓፍረና ኣይክእልን እዩ ማለት እዩ። ይደፍሩና እዮም ዘለዉ ኣብ ኩሉ ማለት እዩ። ትርእይዎ ኣለኹም ኣብ ልብያ ዘለዉ ዋጭዋጭ ኣውያያት ኩሉ ኣብ በዓል ግብፂ ዘሎ ኣብ በዓል ሱዳናት ዘሎ ኩሉ ንሱ ትሪእዎ ኣለኹም ማለት እዩ። እዘም ምዕቡላት ዓለማት ከማን ንባዕሎም ክብሉ እቲ ናይ ሂማኒቲ ነገራት ስለ ዘፅንሕዎ እዮም ዘኽብሮና እምበር ብዛዕባ ዝሕፈር መንግስቲ ሓታቲ መንግስቲ ዜጋታተይ ከምዚ በደል በፂሕዎም እዩ እሞ እንታይ ካሕሳ ይግብኦም እንታይ ገይሮም እዮም ከዚ ኩሉ ከምዚ ዝወርዶም ዘሎ ከም ዜጋታታት ብሰላም ክነብሩ ውሕስነቶም ይተሓሎ ዝብል ስርዓት ሃልዩ ኣይኮኑን እዚኦም ከ ዝሓፍሩና ናይ ባዕሎም ክብሉ ንዜጋታቶም ክብሉ ንህዝቦም ክብሉ ነታ ነብሶም ክብሉ ብሕግን ሕጋውነትን ስለ ዝኸዱ ኣብ ውሕስነት ናይ ደቂ ሰባት ጥራይ ዘይኮነስ ውሕስነት ናይ እንስሳታት ከይተረፈ እንታይ ይጎድሎ ኣሎ እንስሳ ኣብ ዝብሉ እዮም እዚ ዘርእየና ሲ ትርእይዎ ኣለኹም ዞም እዚ ቆልዓ ጠፊኡ ዘሎ ብ ጀርመን ሲ ኩሉ ሓሊፍዎምስ ብድሮናት ብድሮናት እዮም ዝደልይዎ ዘለዉ ማለት እዩ። ለከንካ ከዓ ንሱ ጥራይ ኣይኮነን ጠፍኢ ዘሎ ካልኦት እውን ጠፍኡ ኣለዉ እዮም። ስለዚ ኣብ ከምዚ ዝንበረሉ ዓለማት እንዳነበርና ኮለና ንሕና ግን ብሰንኪ ሓታቲ መንግስቲ ዘይብልና ምዃንና መንግስትና ገዛኣ ዝሓመቐታ እንታይሲ ቁልቁል ኣፋ ትድፋእ ዝበሃል ነገር ኣሎ ምስል ኣሎ ስለዚ ኣብ ዓድና ዘሎ ዲያብሎስ ዝኾነ ስርዓት ካብኡ ሃዲምና ካብ ኩርማጁ ኣምሊጥና ናብ ንዕቆበለን ሃገራት ብባዕለን ሂማኒቲ ገይረን ተዕቆባና ኢልና ንኣቱ። ብኸምዚ ከኣ ንሳቶም ከኣ እንተደልዮም የዕቁብና እንተዘይደልዮም ከኣ ከምዚ ገይሮም ብጠያይት ይጥቕሉቡና። እንደጋና ከኣ መምልኢ መኻዕበቲ ጅቦኦም ካኣ ይገብሩና ማለት እዩ ምንጪ ኣታዊኦም ካኣ ይገብሩና ካብዚ ሓሊፍና ዋላ ሓንቲ እማ እንድሕር ከምዚታት ኮይንኸ ንሕናኸ ከም ዜጋታት እንታይ ክንገብር ክንክእል ኣለና ከም ስደተኛታት ሃገርና ኣየዕቆበትናን በቃ ሃዲምና መጺናሲ ኣብዘይ ዓድና ከደኣ እሞ ንሕናኸ ኣብ ዓድና እንዲና ተሸቑሪርና ንነብር ኣብዘይ ዓድና ምስ መጻና ከኣ ሽቑረራ ዘይኮነሲ ብጥበብ ክንነብር ዘይንኽእል ስለምንታይ ጥበብ ዘይንገብረሉ ስጋብ ሰዓት ክልተ እንታይ ደልዩ እዚ ቆልዓ ስጋብ ፋድስ ወረ እንታይ ደልዩ ጸኒሑ እዚ ቆልዓ ስጋብ ሰዓት ዓሰርተ ሓደ ወረ እንታይ ደልዩ እዚ ቆልዓ ስጋብ ሰዓት ዓሰርተ እታ ክገብር ጸኒሑ እዚ ቆልዓ ስጋብ ካብ ሰዓት ሸሞንተ ገዝኡ ዘይኣቱ ማንም ማንም ይኹን ካብ ሰዓት ሸሞንተ ገዛኻ እንታይ ከለካ እዩ ናብ ሰዓት ሸሞንተታት ዘብፅሕ እንታይ ኣለካ ሎሚ ትርእይዎ ኣለኹም ካብ ኣፍ ገዛኻ ወረ ማዕጾኻ ከፊቶም ከይወስዱኻ ዝፍርሓሉ እዋንሲ እንታይ ኣለካ ኢኻ ስጋብ ፍርቂ ለይትታት ኣብ ደገ ትፀንሕ ስጋብ ሰዓት ዓሰርተታት ስጋብ ሰዓት ክልተ እኳ ኣነ ፀኒሑ ይብሎን እየ ዝቆልዓ ግን ካብ ሰዓት ሸሞንተስ ገዛኹም ዘይትሕዙ ተኣኪብኩም ጀሚዕኩም ብሓንሳብ ኣብ ሓደ ጣውላ ኮፍ ኢልኩም ኣይትብልዑ በበይንኹም ፋሕ ኢልኩም እንደገና ከዓ ነቲ ዓዲ ነቲ ወዲ እቲ ዓዲ መሲልኩም ተንቀሳቐሱ። ጨጉርኹም እንዳጠወኹም ስረኹም ኣብ ታሕቲ ነቶም ከምኡ ዘይትገብሩ ንዓኻትኩም ኣይምልከትን እዩ። ከላ ባዕለን ፍለጡ ከላ ባዕለን ፍለጣ ከላ እንዳበልካ ኣብ ዓድኻ ከፊኡኳ እንዲኻ ወፂኻ ኣብ ዓዲ ማትካ ከዓ ብጥበብ ክትናበር ክትክእል ኣለካ ዝሓሸዶ ሂወት ኮይንልካ ዝገፈካ ይብልካ ዘብለካ ይብልካ ዶ እወ በቃ ልክዕ ምስቲ ዜጋ ኮይንካ ትነብር ብጥበብ ገዛውቲ ክትካረዩ ፀገም የለን እንዳበልካ ላዕሊ ሰማይ ሰብ ዋላ ትታራ ሕጂ ንዓኻትኩም ክጣበቐልኩም ዝኽእል እቲ ታራ ሲቪል ዝኾነ ህዝቢ እዩ ህዝቢ እዩ ዝጣበቐልኩም ግን ህዝቢ ከማን ብምሒር ስደተኛታት ምዕልቕላቕሲ ኩሉ መነባብሮ ከቢድዎ ፀሊእና እዩ ዘሎ ስለዚ ብመይላ ብጥበብ ክትነብሩ እዩ ፅቡቕ እንተደይ ኮይነስ ካብ ሓደ ሓኒቆም ወስድኹም መምልኢ ጅብኦም ትኾኑ ከምኡ ደስ ተዘይበልኩሞም ይጥቕልብኹም ይደፍኡኹም እዚ ሲ እንታይ ይበሃል ኣንታ ለቡ ምግደፉ ኣታ ለቡ ምበጃኻትኩም ለቡሙ ለይቲ ዘኦቱ የብልኩምን እንታይ ኣለኩም ንለይቲ ዘብፅሕ ደቂ ሃገር እኳ ብእዋኑ እንዳኣተውሲ ንስኻትኩም ለይቲ ለይቲ ዘፅንሕ እንታይ ኣለኩም ለይቲ ዝብሎ ዘለኹ ኣነ እቲ ሰዓት ክልተ ዝበሃል ዘለኹ ኣይኣመንክዎን ስጋብ ሰዓት ዓሰርተ እውን ክትፀንሑ ይብልኩምን ስጋብ ሰዓት ትሽዓተ እውን ክትፀንሑ ይብልኩምን ካብ ሰዓት ሸሞንተ ገዛኹም እሱ ከማን ተጸኒሕኩም እቶም ለባማት እኮ ይነብሩ ኣለዉ ለባማት እኮ ይነብሩ ኣለዉ ከምታ ኩነታት ናይቲ ዓዲ ገይሩ ዝነብር መኒኻ እዩ ዝብሎ የለን ሓደ ሓደ ቦታታት ኣሎ ፍሉጥ ናይ ባእሲ ናይ ዳንኬራ ብነናሓድሓድኩም ትበኣስሉ መሰፅመምኩሞም ከዓ ፖሊስ ዝውዕልኩም ከምዚኢታት እውን ኣሎ እዩ ስለዚ ሓደራ ክትልብሙ ብጣዕሚ ግን ዘጉሂ እዩ ብጣዕሚ ዘጉሂ እዩ ምክንያቱ ከምዚ እዚ ተነጊሩሉ ኣጋጣሚ ክንደይ ዘይተነገረሎም ኣለዉ ዝጠፍኡ ብምሉቕ ምሉቕ ቤቶም ትመስክረሉ እታ ቤት ሒዞማ ዝነበሩ ምስ ጠፍአ ምስ ጠፍአ ዋይ ኣበይ ከይደ ኣብዚ ነይሩ ሓደ ኤርትራዊ ኣብዚ እኮ ነይሩ እዩ ኢልካ በቃ መን ክነግረሉ ስለዚ እቲ ኢልካ እቲ ኢልካ ግን ንክንሓዊ ሽግርና ክቕረፍ ስደትና ክሓጽር ኣብታ ካብ ገዛና ዘባርረና ዘሎ ስርዓት ንዕኡ ንምብራር ሕግን ሕጋውነትን ዘለዋ ሃገር ንሕና እውን ከም ህዝቢ እቲ ክብርናን ምትሕፍፋርናን ክምለሰልና ኣብ ዓድና ዘሎ ኣረሜናዊ ዝኾነ ስርዓት ንምእላይ ሓቢርካ ምቅላስ እዩ እቲ እንኮን እንኮን መፍትሒ። ምህዳም፣ ምብካይ፣ ምእሳር፣ ገንዘብ ምኽፋል ኩሉ እዚ ፍታሕ ኮይኑ ኣይፈልጥን እዩ። እንታይ ደኣ ድኽመትን ሕምቀትን መመሊሶም ኣብ ዝባንና ተሰቂሎም ሸሸ ክብሉ ተበላጾ ንከምኡ ኢዩ ዘቃልዓና ካሊእ ዋላ ሓንቲ ትርጉም የብሉን ንቃለስ ስለ መሰልና ሃገር ኣላትና ብደም ስዋኣት ዝመጸት ሃገር ኣላ እዛ ሃገር እዚኣ ዜጋታታ ዘይትእክብ እንድሕር ኮይና እንታይ ዝኾነት ሃገር እያ? እንታይ እያ ክትገብረልና? ሃገር ድያ ሓሚቓ? ሃገር እኮ ኣፍ ኣልዋ ክትዛረበና እግሪ ሃልዋ ባዕላ ክትከደልና ክትጎየና ኣይኮነትን። ዘጓየየና ስርዓት ኣሎ ኣብቲ ዓዲ ንዕኡ ከዓ ንሱ ከዓ ከማና ወዲ ትሽዓተ ወርሒ እዩ ንዕኡ ኣብ ምእላይ ኩልና ሓቢርና እዚ ንኸፍሎ ዘለና መስዋእቲ ነዚ ሓርነትና ንምውናን እንተተሰዋእና ይሓይሽ፣ እንተኸፈልና ይሓይሽ። ሕጂ ግን ነብስና ክብረት ኣብ ዘይብሉ ብጓኖት መን እዮም ዘይበሃሉ እንተ ብጸልማት እንተ ብቐትሪ እንተ ብንጎሆ እንተ ብለይቲ ንጠፍእ ኣለና ንጎድል ከ ኣለና ሕጂ በብሓደ ይመስለና ኣሎ ግን እንተ ንቁፅር ነርና እእላፋት እዮም ጠፊኦም ዘለዉ ኣብ ባሕሪ ዝኣተው ይኹኑ ብከምዚ ዝተጣቋለው ይኹኑ ኣብ ማላ ዓለም ዘሎ ነዙ ንሓራ ንሓርነትና ንምጉንጻፍ ክንዱ ዋጋ ይመኸፈልና ስለዚ ኤርትራውያን ልቢ ክንገብር ክንክእል ኣለና መፂናዮም ኢና እምበር ኣይመፁናን ንሳቱ እዚ ኩሉ ጉድለታት ብለይቲ ኣብ ደገ ንፀንሖም ዘለና ንሕና ጉድለት ደኣ እምበር ናታቶም ጉድለት ኣይኮነን ንሳቶም ሸፋቱ እዮም ሰረቕቲ እዮም ዓመፅቲ እዮም ኣብቲ ሰዓት ንሱ ዝዛወሩ እንተቐቲሎምኻ ድራሮም ረኺቦም ማለት እዩ ሰብ ድራር እዮም ንስኻ ግን እንድሕር ሰላማዊ ሰብ ኮይንካ ብእዋኑ ገዛኻ ከምዛ ደርሆ እንተኾንካስ እንታይ ጸገም ኣለዎ ንውሕስነትካ ግደፍ ደብ ዓዲ ስደትስ ወላ ኣብ ሃገርካ ብእዋኑ ፈራሕ ነዲ ኣትዋ ዝበሃል ምስል ኣሎ ንነብስኻ ትፈትዋ እንድሕር ኮይንካ ብእዋኑ ምእታው ኣበየናይ ስራሕ ናይ ለይቲ ስራሕ ሓዲርካ ኢኻ እሞ ለይቲ ትኣቱ እምበር እዚ ቆልዓ በይ ነይሩ ኣይተፈለጠን ዋላ ኣብ ስራሕ ነይሩ ኸውን ግን ኣብ ስራሕ ነይሩ ይተባህለ ስለዚ ሓደራ ለብሙ እየ ክብለኩም ዝደሊ ለብሙ ኤርትራውያን ኣብ ኩሉ ኩርናዓት ዓለም ዘለኹም ልቦና የብልናን ሲስተም ኣናባብራ ኣብ ዓዲ ጓና ኣይፈለጥናዮን። ኣንነት ነርሕቆ፣ ትዕቢት ነርሕቆ፣ ወላ ሓንቲ ተመፅዊትና እንዳነበርና ከላ እዚኣቶም ከዓ ከላ እዚኣቶም ከዓ ኣብ ጠዋሉና ዓሰርተ ጠራሙስ ተር እንድሕር ይሩ ሪኦሞ ንሶም ዘይበልዕዎ ክትፎታት እንድሕሪ ኣብኡ ጀሚዕኩም ክትበልዑ እንተሪኦም ኢኹም ስለዚ ከም ኩነታቱ ኢኻ ትኸይድ ከም ዓዱ እቲ ህዝቢ ሲ ኣብ ምንታይ እዩ ፎካስ ዝገብር ከተፅንዖ እዩ ዘለካ እሞ እንዳተነገርካ ንስኻስ ሕራይ ብባዕልኻ ከተፅንዖ ይትኽኣል እንዳተነገርካ ባህሪ ናይቲ ዓዲ ባህሪ ናይቲ ህዝቢ ኣብ ስደት ከመኢልካ ክትነብር ከም ዘለካ እዚ ኩሉ ትምህርትታት እንዳተዋሃበኩም ፀማም እዝን እንዳሃብኩም ስጋብ ለይቲ እንድሕር ትፀንሑ ንከምዚ ኢኹም ትፍረዱ ሓፈሽ እየ ትምህርቲ ዝህብ ዘለኹ እዚ ቆልዓ ኣበይ እዩ ነይሩ ይፈለጥኩ ግን ሰዓት ክልተ ኢሎም ሰዓት ክልተ ግን ኣነ ይኣምኑን እዩ እንታይ ኣለዎም ሰዓት ክልተ ስለ ዝቐተልዎ ግን ካብ ነብሶም ንኸድሕኑ ንዕኡ ገበነኛ ክገብሩ ይኾኑ ሰዓት ክልተ ኣብ ደገ ረኺብናዮ ዝብሉ ዘለዉ ገዛ ከፊቱ ክኣቱ እንድሕር ሪኦሞ እውን እኮ እንዳሰለዩ እንዳሰለዩ ገዛ ክኸፍት ተሪኦሞ እሞ በዓል ገዛ እዩ ክብሉ እኮ ምኸኣሉ ግን እንታይ ገዲስዎ እንታዮም ኮንካ ነናሓድሓደም ከ ንባልዑ ኣለዉ ግደፍ ደንዓናሲ ስለዚ ዘይረ ዘይረ እቲ ቪድዮ ነዋሓሎ መንግስተ ሰማይ የዋርሶ ነቱ ዝተሃረመ ውን ቁስሉ ይዘንነሉ ነቶም ተኣሲሮም ዘለዉ መፍትሒ ይሃቦም ነቶም ኣቐዲሞም ዝመቱ ንኹሎም መንግስተ ሰማይ የዋርሶ ይዋእ ወላዲ ይዋእ ወላዲ ወላዲ ስምበሪ መዓስ እየ ዝሪኦም እንዳበለ እዩ ሃረር ዝብል ዘሎ ከምዚኢታት ከኣ ሳዓቦ ጉተቶ ሃየ ሬሳኻ ውሰድ ሃየ ከምዚታት ግበር እንዳተባሃለ ኣድግስ እያ ካብታ ሞታስ እታ ሙክታታ ይዋእ ወላዲ እየ ክብል ዝደሊ እሞ ሓውና ኣብርሃም ዘሕለፋን ሓውና ፍናን እውን ኣሕሊፉ ዘሎ ናብኡ ከሰጋግረኩም እየ የቐንየለይ
ኤርትራውያንን ተጋሩን የሕዋትና ፕሊስ ጥንቃቀ ግበሩ ጥንቅቅ በሉ ብዙሓት ኤርትራውያንን ተጋሩን ኣብ ኢትዮጵያ ተኣሲሮም ተታሒዞም ይበሃል ኣሎ ብዝተፈላለየ ማዕከናት ዜናታት ሰሚዕኹሞ ትኾን ኢኹም ሓደ ኤርትራዊ ውን ከም ዝሞተ ተሓቢርና ኣለና ክቡራት የሕዋት ንኽልተ ኤርትራውያን ተኪሶምሎም ዕጡቓት ወይ ከኣ ፖሊስ ናይ ኢትዮጵያ ማለት እዩ። እቲ ሓደ ሓውና ግን ሞይቱ ኣሎ። ን ጽሩይ ሓበሬታ ወይ ከኣ መን ከም ዝበለን ካበይ ከም ዝመጸ እዚ ሓበሬታን ከምኡውን መንግስቲ ናይ ኢትዮጵያ ሓበሬታ ኣውጺኡ ኣሎ። ብዙሓት ኤርትራውያንን ተጋሩን ከም ዝኣሰሩ ሓበሬታታት ኣውጺኡ ኣሎ። እዚ ድማ ብምልኡ ከም ዘለዎ ኣብ ናተይ ዩቱብ ቻነል ሕጂ ዘርገሐልኩም ኣለኹ ኣብኡ ኣቲኹም ክትርእይዎ ትኽእሉ ኢኹም። ኣብዚ ግን ቁሩብ ንውሕ ስለ ዝብል እቲ ቪድዮ ኣሕጽር ኣቢለ ክትጥንቀቑ ከም ዘለኩም ጥራይ እየ ክሕብረኩም መጺኤ ዘለኹ። ንምሉእ ሓበሬታ ግን ኣብ ናተይ ዩቱብ ቻነል ኣለኩም ኣብኡ ኣቲኹም ስምዕዎ ረእይዎ። እቲ ዝተዘርገሐ ውን ከም ዘለዎ እየ ኣቕሪበልኩም ዘለኹ። ክቡራት የሕዋት ፕሊስ ተጠንቀቑ። ከምኡ ውን ኣምሓሩ ምስ ፋኖ ርክብ ኣለኩም ዝተባህሉ ውን ብዙሓት ኣማኢት ተታሒዞም ኣለው። ከምኡ ውን ምስ ሸኔ ድዮም ገለ ዝበሃሉ እዞም ተቓወምቲ ናይ ኦሮሞ ዶ ገለ ከኣ ምስኦም ውን ምትሕብባር ኣለኩም ዝተባህሉ ተኣሲሮም ኣለው። ልዕሊ ትሽዓተ ሚእቲ ገለ ዝኾኑ ሰባት ማለት እዩ። ስለዚ ብዝተኻለኩም መጠን ክቡራት የሕዋት በጃኹም በጃኹም ተጠንቀቑ ኢኹም። ምምሳይ፣ ኣብ ዝተፈላለየ መዘናግዒ ቦታ ምኻድ እውን ንግዚኡ እንተተቋርጾ ዝሓሸ ኮይኑ ዝስምዐኒ። ናብ ማይጨሎት ንክኸዱ እውን ብዙሓት ሰባት ከም ዝተተሓዙ ኤርትራውያን ብውሽጢ ዝመጸኒ ሓበሬታ ኣብ ናተይ ዩቱብ ቻነል እውን ነጊረኩም ኣለኹ። ካብ መን ከም ዝመጸኒ እውን ኣብኡ እውን ሓቢረኩም ኣለኹ። ስለዚ ኩቡራት የሕዋት ተጠንቀቁ እዞም ናብ ማይ ጨሎት እትከዱ የሕዋትና እውን እቲ ማይ ጨሎት ኣብ ናይ ኣምሓራ ስለ ዝኮነ ምስ ናይ ፋኖ ዶ ገለ ብሓፈሻ ምስዚ ዘሎ ናይ ፖለቲካ ፕሊስ ተጠንቀቁ ኢኩም ከቢድ ምጥንቃቅ ክትገብሩ በዚ ጋጣሚ እዚ ክምሕጸነኩም እፈቱ እዝጋብሄር ኣምላክ ምሳኩም ይኩን ነቲ ዝሞተ ሓውና እዝጋብሄር ኣምላክ መንግስተ ሰማያት የዋርሶ ንምእላእ ስድራ ቤት ድማ እዝጋብሄር ኣምላክ ሙሉእ ምጽንናዕን ሓይልን ይሃቦም። ኣብ ኢትዮጵያ ዘለኹም ኣሕዋትና ግን ኣምላኽ ምሳኹም ይኹን። ብዝተኻእለኩም መጠን ግን ክትጥንቀቑ በዚ ኣጋጣሚ እዚ ክምሕጸነኩም ይፈቱ። የቐንየለይ።